መስዋእቲ ከፊሉ ሂወተይ ስለ ዘድሓነኒ ኣብ ልዕሊ ሓዳረይ እሺ እንተዘይልክኒ ደጊመ ሂወትኪ ከበላሽዎ እየ ይብለኒ እታ መማኸርተይን መሓዛይን ዝኾነት ሰበይቱ ድማ ሰላምታ ኣይረሳዕኩን ፍትዋ ተኸታተልተይ እንኳዕ ብሰላም መጻኹም ኢሎማዓት ሒዘልኩም ዝመጻኹ መደብ መደብ እንታይ ትመኽሮ ንዝብል ናይ ሓንቲ ስደተኛ ሓፍትና ቁሩብ ክብድ ዝበለ ዛንታ እየ ሒዘልኩም መጽየ ከምቲ ኩሉ ግዜ ኣነ መፍትሒ ክኸውን ይኽእል እዩ ዝበልክዎ ነገር ከማኸራየ ንስኻትኩም እውን እዛ ተኣ ሰሚዕኹም ምስ ወዳእኹም ሓሳብኩምን ምኽርኩምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ላይክ፣ ሼር፣ ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል። ኣቤዋይ ኣብ ዘለኸዮ ሰላምታ ይብጻሕኺ ክፈትወኪ መዓት እየ ብሃንቀውቲ ኣየ ዘጸበየኪ ቀጽልሉ ዝሓፍተይ። የቐኔለይ ዝሓፍተይ። እና ኣነ ሓፍትኺ ኣብ ስደት ዓዲ ዓረብ እየ ዘለኹ እና ናብ ሚድያ ክወጽእ ዘይኽእል ዝኾነ ኣጋጣሚ ኣጋጢምኒ ነይሩ ደቂ ዓደይ ቤተሰበይ ዝፈልጥዎ ግን ሓደ ወዲ ኣብዚ ዓዲ ሕጋዊ ዝኾነ ወዲ መስዋእቲ ከፊሉ ኣድሒኑኒ እቲ መስዋእቲ ዳርጋ ህይወቱ ከፊሉ እዩ ኩሉ ነገር ኣስተኻኺሉለይ ኣነለ ገባረ ጽቡቕ እናበልኩ ብስጦታ ብቕርሺ ዝተወሰነ ንሰበይቱ ደቁ ከይተረፈ እዩ ዝህቦም ግን ምስቱ ዝገበረለይ ኣይወዳደርን ኣብ ዝኾነ ሰዓት እንተደዊሉለይ በዓል ውዕለታይ እናበልኩ ተቐዳዲመ ስልኪ የልሕሎ ዋላ ኣብ ስራሕ ሰዓት ድቃስ እናተሰከፍኩ ሰበይቱ ለፅዒት እያ ንደዋወል ኢና ኣነ ምኽሪ ዝደለኹሉ የፍቅረኪ እየ ኢሉኒ እዋእ በዓል ሓዳር ኣቦ ቆልዑ ኢኻ እኮ ኢለዩ። ሰበይተይ ኣይደልያን ንደቀይ ክብል እየ ምስኣ ዝነብር ኣይፈትሓን። ንዓኽን ንዓኣን ሓዳር ክገብረልክን እኹል ሃፍቲ ኣለኒ። ኩሉ ዝደለኽዮ ክገብረልኪ፣ ወርቂ እንተ ደሊኺ እንተ ደሊኺ ቃል ኪዳን ክኣስረልኪ ኢሉኒ። ኣነ ግን ኣይደልን ኢለ ኣብየዮ። በሊ ህይወትኪ ከበላሽዎ እየ እናበለ ድቃስ ከሊኡኒ። ንዝኾና ኣዋልድ እንተማኸርክወን እሺ በልዮ። ሃፍታም እዩ። ደቅኺ ከዕብየልኪ እዩ። ካብ ደቆም ዘየዕብዩ ወሊደን እኳ ዝነብራ ኣለዋ። ቃል ኪዳንኪ ኣሲርኪ ሓዳርኪ ግበሪ ኖርማል እዩ። ኣብ በይንኺ ዶ ተጀሚሩ እዩ ይብላኒ። ክልተ ግዘ ዶ ቃል ኪዳን ይእሰር እዩ? ኣቤዋይ ንምንታይ እዮም ሰበይቶም ገዲፎም ካልእ ዘፍቅሩ? ንምንታይ እየን ከ ሲንግል ወዲ ገዲፈን በዓል ሓዳር ዝምነያ? ብሱሩ ከ ዘፍቅረካ ዶ ከምዚ ገይሩ የፈራርሐካ እዩ? ድቃስ ገሊኡኒ ብሎክ እንተገበርክዎ ስልኪ እናቐየረ ኣነ ወረቐት ዘይብለይን ንሱ ኣለዎ ብኡ የፈራርሐኒ ኣሎ። ዝብል እዩ ዛንታኣ። ክገርመኩም እዛ ዛንታ ምስ ጸሓፈትለይ ኣብ ጉግል ኣትየ ሰርች ገይረ ዝመለሰለይ መልሲ ንባዕለይ ብጣዕሚ እየ ተገሪመ ብዙሕ ትምህርታት እውን ረኺበሉ እየ ብዙሓት ብፍላይ ከምዚ ዓይነት ኣተሓሳስባ ዘለክን ኣብ ምድላው ዘለኽን ወይ ድማ ዝጀመርክን ኣብ ቀጻሊ እንታይ ዓይነት ሳዕቤን የምጸእልክን ብሃይማኖት ኦርቶዶክስ ተዋህዶናኸ ብኸመይ ዓይነት ትረኣያ ወይ ድማ ሃይማኖትና እንታይ ይብሎ እዛ ሲንግል ወዲ ገዲፋ በዓል ሓዳር ትምነ ጓል ብደረጃ ኣተሓሳስባኣ ብሃይማኖትናኸ ክልተ ኣንሽቲ ተመርዕዩ ምስ ክልተ ቃል ኪዳን ኣሲሩ ንክልቲኤን ደቀን ዘዕብየለን ሰብኣይከ እንታይ ይበሃል? ንምንታይ ኣብ ልዕሊ ሓዳሩ ካልእ ጓል ኣንስተይቲ ክምነ ይኽእል? ብሓፈሻ ደስ ዝብል መልሲ ክንርኢ ኢና። ደጊመ ሰናይ ምክትታል። ከምዚ ትሪእዎ ዘለኹም ቀዳማይ ንምንታይ እያ ሓንቲ ጓል ሲንግል ወዲ ገዲፋ ንበዓል ሓዳር ወዲ ትምነ ወይ ድማ ተፍቅር? ካልኣይ ኣብ ልዕሊ ሓዳር ተደሪባ ህይወት ትጅምር ጓል ኣብ መጻኢ ህይወታ እንታይ ዓይነት ሳዕቤን የምጽእላ? ሳልሳይ ብሃይማኖት ኦርቶዶክስ ተዋህድኸ ብኸመይ ትረአ? ብደረጃ ኣተሓሳስባኣኸ ኣበየናይ ደረጃ ትስራዕ? ሳልሳይ ንምንታይ ወዲ ኣብ ልዕሊ ኣፍቃሪቱ ወይ ድማ ሰበይቱ ካልእ ይምነ ወይ ድማ የፍቅር? ብደረጃ ኣተሓሳስብኡ ኣበየናይ ደረጃ ይስራዕ? ራብዓይ ሓደ ወዲ ምስ ክልተ ሄዋናት ቃል ኪዳን ኣሲሩ ሓዳር ክገብር ብሃይማኖት ኦርቶዶክስ ተዋህዶ ይፍቀዶ ራብዓይ ሓቀኛ ኣፍቃሪ የፈራርሕን ዝበልክዎ ጥራሕ ይኹንን ኢሉ ንዘፍቅራ ጓል የጨናንቕዶ ኢለ እየ ሓቲተዮ ዘለኹ ስለዚ እንታይ ዓይነት መልሲ ከም ዝመለሰልና ሓቢርና ንርእ እዚኦም ብስነ ኣእምራዊ ማሕበራውን ሃይማኖታውን መትከላት ዝምለሱ ሕቶታት እዮም። መልሲ ንምሃብ ዝከኣል ብሓፈሻዊ ኣገባብ ጥራሕ እዩ። ምክንያቱ ነፍሲ ወከፍን ኩነታትን ዝፈላለዩ ስለ ዝኾኑ። ቀዳማይ ንምንታይ እያ ሓንቲ ጓል ሲንግል ወዲ ገዲፋ ንበዓል ሓዳር ትምነ ወይ ድማ ተፍቅር ኢልና ንዝሓተትናዮ ሓንቲ ጓል ነቲ ዘይተትሓዘ ወይ ድማ ነቲ ሲንግል ወዲ ገዲፋ ናብ በዓል ሓዳር እትስሓበሉ ምክንያት ወይ ድማ እትምነየሉ ምክንያት ብሓፈሻ ካብዚኦም ክኸውን ይኽእል። ቀዳማይ ብሉጽነት እቲ ሰብኣይ ሓዳር ስለ ዘለዎ ብሉጽ ባህርያት ከም ዘለዎ፣ ሓላፍነት ከም ዝሽከምን ዝተረጋግኤን ከምኡ'ውን ስምዒታውን ገንዘባውን ዓቕሙ ኣብ ጽቡቕ ደረጃ ወይ ድማ ኣብ ዝልዓለ ደረጃ ክኸውን ይኽእል ተባሂሉ ክውሰድ ይኽእል ወይ ድማ እታ ጓል ኣንስተይቲ ከምኡ ጌራ ክትወስዶን ክትሓስቦን ትኽእል። ሓንቲ ሰበይቲ ወይ ድማ ሓንቲ ጓል ስለ ዝመረጸቶ ንሱ ብሉጽ ሰብ ክኸውን ኣለዎ ወይ ድማ ጽቡቕ ሰብ ክኸውን ኣለዎ ዝብል ኣተሓሳስባ ክህልዋ ይኽእል። ካልኣይ ድማ ስነ-ኣእምራዊ ዕግርግር ማለት ኩሉ ግዜ ኣእምሮኣ ነቲ ዝተሰወረ ዝተሓብአ ነገር ብሃይማኖት ክኸውን ይኽእል፣ ብሕጊ ክኸውን ይኽእል፣ ብሓፈሻ ብዝኾነ ነገር ዘይፍቀድ ስሩዕ ዘይኮነ ወይ ድማ ዝኾነ ትኽክል ዘይኮነ ነገር ናይ ምምራፅ ናይ ስነ ኣእምሮ ዕግርግር ፀገም ክህልዋ ይኽእል ወይ ድማ ስነ ኣእምሮኣ ዘይተረጋግአ ዓይነት ጓል ክትከውን ትኽእል። ገለ ሰባት ነቲ ስዉርነትን ናይ ውድድር ባህርን ስለ ዝፈትዉዎ፣ እዚ ማለት ዝተሓብኣ ስለ ዝኾነ፣ ንኣብነት ንሓደ በዓል ሓዳር፣ ንሓደ ትሑዝ ዘይኮነ፣ ንሓደ ነጻ ዝኾነ፣ ንሓደ ሕጋዊ ዝኾነ ሰብ ገዲፋ፣ ነቲ ካብ ሕጊ ሃይማኖት ክኸውን ይኽእል፣ ካብ ሕጊ ዓለም፣ ካብ ማሕበረሰብ፣ ካብ ባህሊ ወጻኢ ዝኾነ ነገር፣ ንሱ መሪጻ ምስኡ ድማ ናይ ምውድዳር ባህሪ እንድሕር ደኣ ሃልይዋ ወይ ድማ ከምዚ ክገልጾ ዝጸናሕኩ ናይ ኣእምሮ ዕግርግር እንድሕር ደኣ ሃልይዋ እዚ ክንገልጾ ዝጸናሕና ድማ ከምኡ ዓይነት ተግባራት ስለ ትፈትዎ ጥራይ ናብ ዝተኸልከለ ነገር ይሰሓቡ ወይ ድማ እዛ ጓል ኣንስተይቲ ናብ ዝተኸልከለ ነገር ትሰሓብ ኣብ ዝተኸልከለ ነገር ድማ ናይ ውድድር ባህሪ ይህልዋ ንሳ ካብታ ሰበይቱ ዝሐሸት ወይ ዝበለጸት ምዃና ንነብሳ ንምርግጋጽ ትደሊ ትኸውን። እንድሕር ደኣ ንሳ ብኣኣ ተሳሒቡ እቲ ወዲ ናብኣ መጺኡ ካብታ መሪጻቶ ዘላ ወይ ድማ ካብታ መሪጽዋ ዘሎ ጓል ኣንስተይቲ ንሳ ዝበለጸት ድያ ኣይኮነትን ንኸተረጋግጽ ተወዳዲራ ድማ ክተሸንፍ ትደሊ ትኸውን ኢሉ እዩ ገሊጽዎ ዘሎ። ካልእ ድማ ሙሉእ ከምዚ ሓላፍነት ናይ ምሽካም ወይ ድማ ኣብ ቃላ ኣብ ቃል ኪዳና ሕጋዊት በዓልቲ ቃል ኪዳኑ ኮይና ሰበይቲ ኮይና ሓንቲ ኣዶ ደቁ ኮይና ሓላፍነት ናይ ምሽካም ወይ ድማ ኣብ ቃላ ንነዊሕ ግዜ ናይ ምጽናሕ ፍርሒ ክህልዋ ይኽእል። ምስ በዓል ሓዳር ዝግበር ርክብ ድማ ዝተወሰነ ድሕንነት ክህብ ይኽእል። ምክንያቱ ንሳ ሕጋዊት ሰበይት ኮይና ሓንቲ ሕጋዊት ሰበይቱ ሓንቲ በዓልቲ ቃል ኪዳን ሰበይቱ ክትሽከሞ እትኽእል ሓላፍነት ክሽከም ኣይክእልን ኢላ እንድሕር ደኣ ትሓስብ ኮይና፣ እንድሕር ደኣ ምስ በዓል ሓዳር ርክብ ጀሚራ ግን፣ እቲ ሕጋዊት ሰበይቱ ክትሽከሞ ዝነበረት፣ ቃል ኪዳን ክኸውን ይኽእል፣ ሓላፍነት ክኸውን ይኽእል ድማ ድሕንነት ክህባ ይኽእል፣ ምኽንያቱ ግዴታ ስለዘይብላ፣ ናይ ምሽካም ግዴታ ስለዘይብላ ማለት እዩ። ስለዚ እንተኾነ ግን ብወገን እቲ ሰብኣይ ከምኡ ሙሉእ ቁርፂ ቃል ኢሉ ኣስፊርዎ ዘሎ ንሱ እውን ከምኡ ነታ ሕጋዊት ሰብን ፈጣርን ዝፈልጣ ቃል ኪዳን ኣሲሩ ተመርዒዋ ኣብ ቅድሚ ህዝቢ ተመርዒዋ ዘለ ሰበይትን ነታ ብሕውእ ሒዝዋ ዘለ ጓል ኣንስተይትን ኩሉ ዝሽከሞ ሓላፍነትን ዝፍጽሞ ቃልን ብሓፈሻ ንሱ ከተግብሮ ዝግብኦ ነገር ምስታ ቀዳመይቲ ሰበይትን ምስታ ተደሪባ ዘላ ጓል ኣንስተይትን ኩሉ ክሽከሞ ዝኽእል ስለ ዝፈላለ፣ እታ ጓል ንፍርሒ ሓዳር ወይ ንምሉእ ተሓታትነት ወይ ድማ ንምሉእ ሓላፍነት ምውሳድ ንምውጋድ ትጥቀመሉ ትኽእል እያ ወይ ድማ ክትጥቀመሉ ትኽእል እያ እዩ ዝብል። ካልእ ድማ ዝጎደለ ስምዒታውን ድሌታትን ናይቲ ወዲ እንድሕር ደኣ ተዓዚባ ዝኾነ ነገር ኣብ ህይወቱ እንድሕር ደኣ ተዓዚባ ብታ ዘላቶ ድኹም ጎና ኣትያ ነቲ በዓል ሓዳር ካብ ሰበይቱ ዘይረኸቦ ስምዒታዊ ኣቓልቦ ብሓፈሻ ብዝኾነ ነገር ካብ ሰበይቱ ዝኾነ ዝጎደለ ነገር ወይ ድማ ዘይረኸቦ ነገር እንድሕር ደኣ ሃልዩ ካብኣ ንኸረኽቦ ወይ ድማ ካብኣ ክረኽቦ ከም ዝኽእል ኣቓልቦ ክትስሕብ ትጽዕር ወይ ድማ ኣቓልቦ ክትህብ ትሓስብ። ንዕኡ ድማ ንሳ ኣዝያ ኣገዳሲት ኮይና ከም ትረኣ ትገብር። ካልኣይ፣ ኣብ ልዕሊ ሓዳር ተደሪባ ህይወት ትጅምር ጓል ኣብ መጻኢ ህይወታ እንታይ ዓይነት ሳዕቤን የምጽኣላ ኢልና ንዝሓተትናዮ ድማ ኣብ ልዕሊ ሓዳር ተደሪባ ህይወት ትጅምር ንስምዒታውን ማሕበራውን ህይወት እታ ጓል ብዙሕ ኣሉታዊ ሳዕቤናት ከምጽእላ ይኽእል። ቀዳማይ፣ ስምዒታውን ኣእምራውን ጸገማት ሕንፍሽውሽ ወይ ድማ ናይ ገበነኝነት ስምዒት፣ ናይ ጥፍኣተኝነት ስምዒት ክስምዓ ይኽእል። ብሰንኪ እቲ ዘይንቡርን ዘይቅኑዕን ርክብ፣ ናይ ሓጢኣት ወይ ናይ ገበነኝነት ስምዒት ክስምዓ ይኽእል። ካልኣይ ድማ ምሽጥር ምሓዝ፣ ብዛዕባ ርክባ ምስ ገለ ሰብ ከይተዘራረበት ወይ ድማ ምስ ኣብ ቀረባኣ ዘለዉ ቤተሰባ ክኸውን ይኽእል። ብዝተፈላለየ ኣጋጣሚ ትቐርቦምን ዝቐርብዋን ሰባት፣ እንድሕር ደኣ ንሳ ሕጋዊ ዘይኮነ ሕቡእ ምሽጥር፣ ሕቡእ ርክብ ኣብ ልዕሊ ሓዳር ተደሪባ እንድሕር ደኣ መስሪታ ንነዊሕ እዋን ምስ ሰባ ንኸይትዛረብ ብምሽጥር ሒዛ ብምጽናሓ ብጽምዋ ክትሽመም ትኽእል እያ እዩ ዝብል። ካልእ ድማ ዝጎደለ ክብሪ ኣብ ልዕሊ ነብሳ ንሳ ንነብሳ ከም ካልኣይ ምርጫ ወይ ድማ ከም ንሕቡእ ፍቕሪ ጥራሕ ብምውሳዳ ወይ ድማ እቲ ሰብኣይ ከም ካልኣይቲ ምርጫ ወይ ድማ ንሕቡእ ፍቕሪ ንምፍጥራዊ ፍቕሪ ጥራሕ ብምምራፁ ንዓኣ ክብራን ዋጋኣን ከም ዝጎደለ ኮይኑ ክስምዓ ይኽእል። ካልእ ድማ ዘይምርግጋእ እቲ ሰብኣይ ናብ ሰበይቱ ንኸይኸይድ ብምፍራሕን ንሱ ድማ ምሽጥሩ ንኸይፍለጥ ክኸውን ይኽእል። ብሓፈሻ ብዝተፈላለየ ኣጋጣሚ ብሕቡእ ዝመስረቶ ርክብ ስለ ዝኾነ ክፈርሕን ዘይምርግጋእ ዓይነት ስምዒትን ክትርእየሉ ከላን ናብ ሰበይቱ ንኸይምለስ ክትሰግእ ከላን ፍርሒ ይስምዓ። ንቡር ዘይኮነ ሻቕሎት እውን ክስምዓ ይኽእል። ካልእ ድማ ማሕበረሰባ ክትጽላእ ትኽእል። እቲ ርክብ ምስ ተጋህደ ወይ ድማ ምስ ተፈለጠ ብማሕበራዊ ፍርዲ ወይ ድማ ማሕበረሰብ ኣብ ልዕሊኣ ዘለዎም ርድኢትን ጽልእን ብማሕበረሰባ እውን ከምኡ ክትውገዝ ትኽእል ወይ ድማ ማሕበረሰባ ሕማቕ ፍርዲ ክፈርድዋ ይኽእሉ። ቀዳምነት ዘይምውሳድ ወይ ድማ ቀዳመይቲ ተመራፂትን ዘይምዃና ንሳ ናይ ቀዳምነት ሰብ ወይ ድማ ቀዳመይቲ ሰብ ከም ዘይኮነት ክትፈልጥ ከላ ነቲ ጀሚሮምዎ ዘለዉ ርክብ ድማ ሰብ ክፈልጥ ከሎ ወይ ድማ ብሰብ ክፍለጥ ከሎ ኣብ በዓላት ክኸውን ይኽእል። ብሓፈሻ ኣብ ዝኾነ ኣብ ናብ እኩብ ሰብ ክትሕወስ ከላ ሓያል ጽምዋ ክስምዓ ይኽእል፣ ከምኡ ድማ ነብሰ ጉድለት፣ ነብሰ ምትሓት፣ ነብስኻ ምጽላእ ክስምዓ ይኽእል። ምኽንያቱ ንሳ ቀዳመይቲ ዘይኮነት ካልኣይቲ ከም ዝኾነት፣ ንሳ ሕጋዊት ዘይኮነትሲ ዘይሕጋዊት ከም ዘይኮነት ንነብሳ ክተረድኣ ከላ ወይ ድማ ንነብሳ ከምኡ ዓይነት ስምዒት ክስምዓ ከሎ እሞ ኣብ ማሕበረሰብ ብሓፈሻ ሰልሳይ ብ ሃይማኖት ኦርቶዶክስ ተዋህዶ ከ ብኸመይ ትረኣ? ብደረጃ ኣተሓሳስባኣ ከ ኣበየናይ ደረጃ ትስራዕ? ኢልና ንዝሓተትናዮ ድማ ብሃይማኖት ኦርቶዶክስ ተዋህዶ ንሓዳር ከም ቅዱስ ምስጢር ትወስዶ። ብመሰረት ቅዱሳት ጽሑፋት ሓዳር ሓደ ሰብኣይን ሓንቲ ሰበይትን ጥራሕ ክኾኑ ኣለዎም። ዘፍጥረት ምዕራፍ ክልተ ፍቕዲ ዕስራን ኣርባዕተን ካልእ ድማ ማቴዎስ ዓሰርተ ትሽዓተ ካብ ፍቕዲ ሓሙሽተ ክስካዕ ፍቕዲ ሽዱሽተ ዘሎ ካልእ ድማ ዝሙት ወይ ድማ ከም ዝሙት ይረአ። ምስ በዓል ሓዳር ምድራብ ወይ ድማ ምፍቕቓር ኣመንዝራነት ወይ ድማ ሓጢኣት ተባሂሉ ይረኣ። ነቲ ቅዱስ ቃል ኪዳን ሓዳር ስለ ዘፍርስ ናይ መጀመርያ ዝሙት እዩ ተባሂሉ ዝውሰድ። ቤተ ክርስትያን ንኸምዚ ዓይነት ተግባር ብጽኑዕ ትነቅፍ። ምኽንያቱ ንእግዚኣብሔርን ነቲ ቅዱስ ቃል ኪዳንን ዘፍርስ ስለ ዝኾነ። ኣተሓሳስባ ወይ ድማ ብኣተሓሳስባኸ ኣበየናይ ደረጃ ትምደብ ኢልና ንዝሓትትናዮ ብደረጃ ኣተሓሳስባ ሓንቲ ብፍቕሪ በዓል ሓዳር እትምነ ሰበይቲ ካብ ሃይማኖታውን ስነ ምግባራውን መስመር ወፃኢ ኮይና ትስራዕ። እዚ ዓይነት ኣተሓሳስባ ስጋዊ ድልየታታ ኣብ ልዕሊ መንፈሳዊ ስርዓት ዘቐድም ወይ ንሓጐስ ካልኦት ዘይግደስ ዘይቅኑዕ ዝኾነ ኣተሓሳስባ ተባሂሉ ክውሰድ ይኽእል። ሳልሳይ ንምንታይ ወዲ ኣብ ልዕሊ ኣፍቃሪቱ ወይ ድማ ሰበይቱ ካልእ ይምነ ወይ ድማ የፍቅር ኢልና ንዝሓትትናዮ ድማ ሓደ ወዲ ሰበይቲ ከላቶ ካልእ ዝምነ ወይ ድማ ዘፍቅረሉ ምኽንያት ካብዚኦም ክኸውን ይኽእል። ቀዳማይ ጉድለት ስምዒታውን ከምዚ ትርእይዎ ዘለኹም ዓይነት ዝጎደለ ድሌታት ኣብቲ ውሽጢ መስሪትዎ ዘለ ሓዳር ወይ ድማ ፍቕራዊ ህይወት እንድሕር ደኣ ሃልይዎ ኣብ ሓዳሩ ዘለዎ ስምዒታዊ ምትእስሳር ወይ ድማ ብሓፈሻ ኣብ ትመስሪትዎ ዘሎ ህይወት ዝጎደለ ዝኾነ ደልይዎስ ዝጎደለ ነገር ወይ ድማ ከምቲ ዝደለዮ ዘይረኸበ ነገር እንድሕር ደኣ ሃልዩ ነቲ ዘድልዮ ኣቓልቦ ዋጋን ተፈቃርነትን ካብ ደገ ወይ ድማ ካብ ሓዳር ወፃኢ ክድሊ ይጅምር ወይ ድማ ክምነ ይጅምር። ካልእ ድማ ብሰንኪ ጸገማት ምድርራብ ወይ ድማ ብኣተዓባብይኡ ወይ ድማ ብሕማቕ ኣተሓሳስባ ሙሉእ ብሙሉእ ሓጎስ ዘይብሉ ስምዒት ክስምዖ ይኽእል። ነቲ ዝጎደለ ነገር ብሓዱሽ ሰብ ድማ ክምልኦ ይፍትን ወይ ድማ ኣብ ሓዱሽ ሰብ ክረኽቦ ይፍትን። ካልእ ድማ ክብሪ ምጉዳል ካብ ካልእ ጓል ወይ ድማ ካልእ ጓል ከም ዝደለየቶ ወይ ድማ ከም ዘፍቀረቶ ምስ ዝርኢ ብዛዕባ ትምክሕቱ ወይ ድማ ንሱ ተፈቃሪ ከም ዝኾነ ተደላይ ከም ዝኾነ ንነብሱ ንምርግጋጽ ክጥቀመሉ ይኽእል። ልክዕ ከምታ ሓደ ሲንግል ወዲ ገዲፋ በዓል ሓዳር ወዲ ካብታ ሰበይቱ ከም ዝበለጸትን ንሳ ብብዙሕ ነገር ከም ትበልጻን ክተረጋግጽ ትደሊ ምስኣ ተወዳዲራ ክተረጋግጽ ደልያ ናብኡ ትኸይድ ዘላ ጓል ንሱ እውን ደቂ ኣንስትዩ ተፈቃርን ተደላይን ምዃኑ ብካልእ ጓል ኣንስተይቲ ወይ ድማ ብካልኦት ሄዋናት ተፈቃሪ ድዩ ኣይኮነን ንነብ ካልእ ድማ ናይ ሓዳር ሽግራት ወይ ድማ ኣብ ሓዳር ካብ ዘጋጥሙ ፈተናታት ምህዳም ኣብቲ ሓዳር ዘሎ ሽግራት ወይ ሓላፍነት ንኸይገጥሞ ወይ ድማ ንኸይቃለሶ ወይ ንኸይፈትሖ ኢሉ ናብ ሓዱሽ ርክብ ብምእታው ንጊዜኡ ክሃድም ይኽእል። ካልእ ድማ ዝኾነ በቃ ድሌት እንድሕር ደኣ እቲ ወዲ ዝኾነ ሓዱሽ ወይ ድማ ካብ ንቡር ወፃኢ ዓይነት ድሌታት ወይ ድማ ስምዒታት እንድሕር ሃልይዎ ገለ ሰባት ነቲ ንቡር ዘይኮነ ወይ ድማ ሕጋዊ ዘይኮነ ነቲ ሕቡእ ዝኾነን ሓዱሽን ነገር ብምድላይ ስምዒት ሓጎስ ክረኽቡ ይፍትኑ። ነቲ ንቡር ዘይኮነ ነቲ ሕጋዊ ዘይኮነ ነቲ ዘይፍቀድ ነገር ካብኡ ሓጎስ ንክረኽቡ ይፍትኑ ወይ ድማ ይጽዕሩ። ካልእ ድማ ብደረጃ ኣተሓሳስባኡኸ ኣበየናይ ደረጃ ይስራዕ ኢልና ንዝሓተትናዮ ድማ እዚ ዓይነት ኣተሓሳስባ ስነ-ምግባራዊ ሓላፍነት ዝጎደሎ ወይ ድማ ጎዳእን ተባሂሉ ይስራዕ። ንናይ ገዛእ ርእሱ ድሌታት ጥራሕ እምበር ኣብ ልዕሊ ቃል ኪዳኑን ኣብ ልዕሊ ሰበይቱን ዘይግደስ ድሌታቱ ጥራሕ ዘቐድም ሰብኣይ እዩ። ከምዚ ዓይነት ሰብኣይ ድማ ስምዒታውን ብስለት ዝጎደሎን ምዃኑ የመላኽት። ራብዓይ፣ ሓደ ወዲ ምስ ክልተ ሄዋናት ቃል ኪዳን ኣሲሩ ሓዳር ክገብር ኦርቶዶክስ ተዋህዶ ሃይማኖት ይፈቅድዶ ኢልና ንዝሓተትናዮ ድማ ብሃይማኖት ኦርቶዶክስ ተዋህዶ ኣይፍቀድን። ሃይማኖት ኦርቶዶክስ ተዋህዶ ሓዳር ማለት ሕጋዊ ሓዳር ዝበሃል ሓደ ሰብኣይን ሓንቲ ሰበይትን ጥራሕ እያ ትቐበል። ሓዳር ብትምህርቲ ቤተ ክርስቲያን ከም ሓደ ስጋ እዩ ዝውሰድ፣ ማቴዎስ ምዕራፍ ዓሰርተ ትሽዓተ ፍቕዲ ሽዱሽተ። ምስ ክልተ ሰባት ብተመሳሳሊ ግዜ ሓዳር ምግባር ብጥብቂ ብቤተ ክርስቲያን ዝተኸልከለን ከም እዝሙትን ዝፍለጥ ሓጢኣት እዩ። እቲ ዝፍቀድ ድማ ሓንቲ ሰበይቲ ወይ ድማ እቲ ሰብኣይ ሰበይቱ ምስ ሞተት ወይ ድማ እታ ሰበይቲ ሰብኣያ ምስ ሞተ ወይ ኣብ ውሱን ኩነታት ምስ ተፋትሐት እኳ እንተኾነ እዚ ብዓቢኡ ዘይተደጋገመ እንድሕር ደኣ ኮይኑ ካልኣይ ግዜ ሓዳር ምግባር ይፍቀድ እዩ ወይ ድማ ሃይማኖት ኦርቶዶክስ ተዋህዶ ትፈቅድ እያ። ራብዓይ ሓቀኛ ኣፍቃሪ የፈራርሕ ወይ ድማ ብሓፈሻ እዚ ሓፍትና ኣብ ዛንታኣ ውሽጢ ዘሎ እዚ ዘፈራርሓ ዘሎ እዚ ዝሓተትናዮ ሕቶ ሓቀኛ ኣፍቃሪ የፈራርሕ ዶ ኣነ ዝበልክዎ ጥራሕ ይኹን ኢሉ ንዘፍቅራ የጨናንቓ ዶ ኢልና ንዝሓተትናዮ ድማ ሓቀኛ ፍቕሪ ከምኡ ኣይገብርን። ዘፈራርሕን ዘጨናንቕን ወይ ድማ ኣፈራርሕን ኣጨናናቕን ምዃን ንሓደ ሰብ ምፍርራሕ ወይ ኣነ ዝበልክዎ ጥራሕ ይኹን ኢልካ ምጭናቕ ምልክት ፍቕሪ ዘይኮነስ ምልክት ምቁጽጻርን ምልክት ዘይምትእምማንን ስምዒታዊ ምግሃስ ወይ ድማ ብስምዒት ምህሳይን እዩ። ሓቀኛ ፍቕሪ ብምትእምማን፣ ብኣኽብሮት፣ ብነጻነትን ዝተሰረተ እዩ። ሓቀኛ ኣፍቃሪ ንዘፍቅሮ ሰብ ዋጋ የቐምጠሉ፣ ነጻነቱ የኽብረሉ፣ ክዓብን ክበስልን ይሕግዞ፣ ኣብ ክንዲ ምፍርራሕ ድማ ብፍቕርን ብሓልዮትን ብሓቅነትን ይዛረቡ። ሓደ ሰብ ብፍርሒ ንዘፍቀሮ ሰብ ወይ ድማ ነቲ ኣፍቂርዎ ዘሎ ሰብ ብምጭናቕ ዝቕጽል ወይ ድማ ብምጭናቕ ዝጸንሕ ርክብ ወይ ብምጭናቕ ዝገልጽ እንድሕር ደኣ ኮይኑ ቅኑዕ ርክብ ወይ ድማ ቅኑዕ ፍቕሪ ክኸውን ኣይኽእልን ወይ ድማ ኣይኮነን። ብተወሳኺ ኣነ እውን ከማኽረኪ ዝደሊ ክብርቲ ሓፍተይ ከፈራርሐኪ ከሎ ፅሑፋቱ ሪከርዶ ብሓፈሻ ምስክር ሓዚ ካብኡ ሓሊፉ ግን ብሎክ ግበርዮ እስኺ ወረቐት ስለ ዘይብልኪ ንሱ ወረቐት ስለ ዘለዎ ጥራሕ ማዕረ ክንድኡ ክትፈርሒ ኣይበልኽን ኣይኮነን ዶ ወረቐትስ እታ ክብርቲ ህይወትና ንባዕሉ ድሕሪ ደቂቓ ድሕሪ ሰዓት እንታይ ከም ዘጋጥመና ኣይንፈልጥን ሰብ ብፈጣሪ ጥራሕ እዩ ክምካሕ ዘለዎ እምበር ብወረቐት ኣይኮነን ብህይወትካ ኳስ ከትምካሕ ኣይትኽእልን ስለዚ ልዕሊ ኩሉ ኣብ ፈጣሪኺ ተመርኮሲ ፈጣሪኺ ኣሚንኪ ብሎክ ዓፂኺ ንኽብርኺ፣ ንመፃኢ ዕድላትክን ንመፃኢ ህይወትክን ከምዚ ክትርእይዮን ክትሰምዕዮን ዝፀናሕኺ ኣብ ግምት ኣእቲኺ ማንም ከይትሰምዒ ብኽብርኺ ከይትደራደሪ ሕጂ እውን ብታ ዘለኽያ ቐፅሊ ኣጆኺ ክብለኪ እየ ዝደሊ። ንሎማዓልቲ ዝነበረትና ፃንሒት እዚኣ እያ ትመስል። ኣብ ቀፃሊ ቪድዮ ክስካዕ ንራኸብ። ሰሰናዩ ንዓኹም። ባይ ባይ።